ኣን ፍራንክ ብ12 ሰነ 1929 ዓ.ም ካብ ኣቦኣ ኦት ፍራንክ ካብ ኣዲኣ ኤድዘን ኣብ ሃገረ ጀርመን ከተማ ፍራንክፈርት ተወልደት። ብኹሪ ሓፍታ ማርጎት ድማ ጓል ሰለስተ ዓመት ነበረት። ስድራ ቤት ኦት ፍራንክ ኣብ ማእከላይ መነባብሮ ዝነብሩ ኮይኖም፣ ፍራንክ ድማ ኣብ ሓደ ባንኪ ተቖጺሩ ዝሰርሕ ዝነበረ። ኣናን ስድራ ቤታን ተኸተልቲ እምነት ኣይሁድ እዮም ዝነበሩ። ብሽሕን ትሽዓተ ሚእትን ሰላሳን ሰለስተን ኣብ ሃገረ ጀርመን ሓድሽ ክስተት ተፈጥረ። ብኣንቲሴሜቲክ ዝበሃሉ ናይ ፖለቲካ ውድብ ብኣዶልፍ ሂትለር ዝምርሑ ናብ ስልጣን መጹ። እዚ ፖለቲካዊ ውድብ ኣብ ልዕሊ ኣይሁድ ክቱር ጽልኢ ነበሮ። መራሒ ናይዛ ውድብ ኣዶልፍ ሂትለር ድማ ንህዝቢ ጀርመን ኣይሁድ ቀንዲ ጸላእቶምን ሓደገኛታትን ምዃኖም ክእምኖም ጀመረ። ከምኡውን ንጀርመን ካብ ድኽነት ከውጽኣን ንኣይሁድ ከጥፍኣሎምን መብጽዓ ኣተወሎም። ናዚ ስልጣን ኣብ ዝሓዘሉ ግዜ ድማ ካብ ናቱ ፍልይ ዝበለ ሓሳብ ዘለዎምን ሰባት ክኣስርን ከጋፍዕን ጀመረ። ብፍላይ ድማ ንተኸተልቲ እምነተ ኣይሁድ ንምጥፋእ ብዕቱብ ተተሓዞ። ከም ውጽኢቱ ድማ ኣይሁዳውያን ካብ ስራሕ ክስጎጉን ክጋፍዑን፣ መጽሓፍቶም ክቃጸልን ብዓቢኡ ውን ክእሰሩ ጀመሩ። ኣብቲ ሰዓት እቲ ድማ ህይወት ኣይሁድ እናኸፍኣ ኣብ ዝመጸሉ እዋን በቲ ኩነታት ተጸለውቲ ዝኾኑ ስድራ ቤት ኣን በቲ ዝነበረ ኩነታት ስለ ዝሰግኡ ናብ ብሪጣንያ ወይ ውን ኣሜሪካ ክወጹ ጸዓሩ። እንተኾነ ግን እቲ ዝነበረ ሃዋሁ ምቹእ ስለ ዘይነበረ ክሰልጦም ኣይከኣለን። ኣብ መወዳእታ ድማ ናብ ሃገረ ኔዘርላንድ ኣምርሖም። ኦት ፍራንክ ድማ ኣብ ከተማ ኣምስተርዳም ኣብ ሓደ ካምፓኒ ናይ ስራሕ ዕድል ረኸበ። ኣናን ሓፍታን ድማ ምስ ከምኣ ዝኣመሰሉ ስደተኛታት ዳች ክትመሃር ጀመረት። ስድራ ቤት ፍራንክ ድማ ናብራ ኣምስተርዳም ህእ ኢሎም ፈለምዎ። እዚ ኹሉ ክኸውን ድማ ኣን ጓል ሓሙሽተ ዓመት ነበረት። እዚ እናሃለወ ግን ስርዓት ናዚ ሙሉእ ሓይሊ እንዳደለበ ብዝመጸሉ ሙሉእ ኣተኩርኡ ናብ ኣይሁድ እንዳገበረ መጸ። ኣይሁዳውያን ድማ ንኽሰርሑስ ይትረፍ ንኽነብሩ እውን እናኸፈእ ስለ ዝመጸ ካብ ሕብረተሰብ እናተነጸሉ መጹ። ብሽሕን ትሽዓተ ሚእትን ሰላሳን ሸሞንተን ድማ ኣይሁዳውያን ቤቶምን ንብረቶምን ተቓጸለ፣ ጀርመን ድማ ብዘይ ሓደ ኣይሁድ ተረፈት። እታ ምሸት እቲኣ ኸኣ The Night of Broken Glass ኢላ ተሰመየት። ኣብ ኤውሮጳ ድማ ህይወት ኣይሁዳውያን እናጸበበን እናኸፍአን ኣብ ዝመጸሉ ዝበዝሓ ሃገራት ኣይሁዳውያን ንምዕቃብ ተሓሰማ። ስርዓትና እዚ ድማ ኣብ ኩሉ ኤውሮጳ እናሓየለን እናዓብለለን ስለ ዝመጸ ብሓደ መስከረም ሽሕን ትሽዓተ ሚእትን ሰላሳን ትሽዓተን ንፖላንድ ወረርዋ። ሽዑ ድማ ካልኣይ ኩናት ዓለም ፈለመ። መቐጸልታ ናቱ ድማ ብዓሰርተ ጉንበት ሽሕን ትሽዓተ ሚእትን ኣርብዓን ስርዓት ናዚ ንሆላንድ ተቖጻጸርዋ። ኣነን ሓፍታን ድማ ትምህርተን ኣቋረጻ። ፍራንክ እውን ካብ ስራሕ ተሰናኸለ። ስድራ ቤት ፍራንክ ህይወት ስለ ዝኸበዶም ካልኣይ ግዜ ንኣሜሪካ ክስደዱ ፈተኑ። እንተኾነ ግን ሕጂ እውን ክሰልጦም ኣይከኣለን። ኣማራጺ ስለ ዘይነበሮም ድማ ብሓሙሽተ ሓምለ ሽሕን ትሽዓተ ሚእትን ኣርባዓን ክልተን ኣብቲ ፍራንክ ዝሰርሓሉ ዝነበረ ቦታ ክሕብኡ ወሰኑ። ድሕሪ ሓደ ሰሙን ከኣ ስድራ ቤት ፋምፒልስ ተጸንበርዎም። ኣብ ሕዳር ሽሕን ትሽዓተ ሚእትን ኣርባዓን ክልተን ድማ ሸሞንተ ሰባት ኮኑ። ኣን ቅድሚ ምሕባኣ ብሰነ ሽሕን ትሽዓተ ሚእትን ኣርብዓን ክልተን ኣብ መበል ዓሰርተ ሰለስተ ዕለተ ልደታ ካብ ኣቦኣ መዝገበ ዕለት ማለት ድያሪ ከም ህያብ ተበርኪትላ ነበረ ካብታ ሰዓት እቲኣ ድማ ብዛዕባ ዝነበረ ሃዋሁን ብዛዕባ ተሓቢኣትሉ ዝነበረት ቦታን መዓልታዊ ንጥፈታትን ክትፅሕፍ ጀመረት ጎኑ ጎኑ ድማ ሓፀርቲ ዛንታታትን ካልእ ካልእን ዛዕባታት ብዓብዩ እውን ብዛዕባ ህይወታ ምፅሓፍ ተተሓዘቶ ኣን ስድራ ቤታን እቶም ምስኣ ተሓቢኦም ዝነበሩን ብዛዕባ ዝነበረ ህሉው ኩነታት ብመንገዲ ሬድዮ ይከታተልዎ ነበሩ። ዳች ሚኒስተር ናይ ትምህርቲ ዳች ሚኒስትር ትምህርቲ ኣብ ለንደን ናይ ውግእ ድያሪ ንክዕቀብ ብመንገዲ ብሪቲሽ ሬድዮ ፍቓድ ሓተቱ ኣና ድማ ጽሑፋ ዳግሚ ግምት ክትገብረሎም ተበገሰት ከም ብሓድሽ ድማ ክትጽሕፍ ጀመረት ደ ሴክሪት ኣኔክስ ትብል ኣርእስቲ ድማ ሰመየታ እቲ ዘሕዝን ግን ኣና ጽሑፋ ከይወደአት ካብቲ ንኽልተ ዓመት መመላእታ ተሓቢኦምሉ ዝነበሩ ቦታ ብወታደራት ናዝ ብወታደራት በርባዕተ ነሓሰ ሽሕን ትሽዓተ ሚእትን ኣርባዓን ኣርባዕተን ተተሓዙ። ድሕሪ መርመራን እስር ቤትን ከኣ ናብ ቬስተርፑር ካምፕ ተሰዱ። እቶም ክልተ ዝሕግዝዎም ዝነበሩ መሳርሕቲ ፍራንክ ከኣ ናብ ኣምስፎርት ካምፕ ተሰዱ። ብሰለስተ መስከረም ሽሕን ትሽዓተ ሚእትን ኣርባዓን ኣርባዕተን ኩሎም ኣይሁድ ናብ ኣውስተስቪኽ ገዓዙ። ኣብ መወዳእታ ጥቅምቲ ሽሕን ትሽዓተ ሚእትን ኣርባዓን ኣርባዕተን ኣን ሓፍታ ማርጎትን ናብ ቤልሰንካምፕ ተሰጋገራ። ከምዚ ከኣ ኩላ ስድራ ቤት ፋሕ በለት። ድሕሪ ምዝዛም ካልኣይ ውግእ ኲናት ዓለም ብሰነ ሽሕን ትሽዓተ ሚእትን ኣርብዓን ሓሙሽተን እታ እንኮ እቲ እንኮ ካብ ሸሞንተ ትንፋስ ሒዛ ተሓቢኦም ዝነበሩ ስድራ ቤት ዝደሓነ ኣቦኣ ንኣን ኦቶ ፍራንክ ናብ ኣምስተርዳም ተመልሰ። ድሮ ብዛዕባ ሞት ናይ ሰበይቱ ፈሊጡ ነበረ። እተን ክልተ እንኮ ደቁ ብህይወት ክህልዋሉ ብተስፋ ከይተሓለሎ ድማ ንምድላየን ተዋፈረ። ይኹን ደኣ እምበር ኣብ ሓምለ ሽሕን ትሽዓተ ሚእትን ኣርብዓን ሓሙሽተን ደቁ ብህይወት ከም ዘየለዋ ተነገሮ። ሓንቲ ካብቶም ንስድራቤት ኦት ተሓቢኦም ከለዉ ዝተሓጋገዝዎም ዝነበሩ ሚፕስ ዝተባህለት መሳርሕቲ ኦት ፍራንክ ዲያሪ ናይ ኣና ኣቐሚጣቶ ብምጽናሕ ነቦኣ ኦቶ ፍራንክ ኣረከበቶ። ኦት ድሕሪ ምንባብ ዲያሪ ናይ ኣና ጓሉ ዝተገረመን ሰንበደን። ኦት እታ ዝፈልጣ ጓሉ ኣን ዘይኮነትሲ ካሊእ ብጥበብ ዝሃብተመት ኣና ኮይና ጸንሓቶ። በቲ ዛንታ ስለ ዝተመሰጠ ብዓቢኡ'ውን ናይ ጓሉ ሕልሚ ንምትግባር ከም መጽሓፍ ክትሕተም ወሰነ። ብሽሕን ትሽዓተ ሚእትን ኣርባዓን ሸውዓተን ደ ዲያሪ ኦፍ ያንግ ገርል ዘርእስታ መጽሓፍ ተሓተመት። በብጊዜኡ ኸኣ ናብ መላእ ዓለም ተዘርግሐት። ኣብዚ ግዜ እዚ ድማ እታ መጽሓፍ ብዙሓት ኣድነቕቲ ስለ ዝረኸበት ብልዕሊ ሰብዓ ቋንቋታት ተተርጒማ ኣስታት ሰላሳ ሚልዮን ሕታማት ተሸይጣ ትርከብ። ኣን ፍራንክ ኒውዮርክ ወይ The Diary of Young Girl ተቐባልነትን ህውበትን ዝረኸበትሉ ምኽንያት ከኣ ሓንቲ ካብተን ኣብ ካልኣይ ውግእ ኲናት ዓለም ድምፂ ናይ 6 ሚልዮን ኣይሁዳውያን ስቓይ ትገልጽ ብጓል 13 ዓመት ህጻን ዝተጽሓፈት ሓቀኛ ታሪኽ ብምዃን እዩ። ባርከስ ኣን ከምቲ ኣብ ጽሑፋ ኣስፊራቶ ነበረት፣ ምንባር ድሕሪ ህይወት ትምነ ከም ዝነበረት፣ ብርግጽ ከኣ ትነብሮ ከም ዘላ፣ ብመንገዲ ድያሪኣ ተዘካሪትን ህብብትን ኣብ መላእ ዓለም ገይርዋ ይርከብ። ምሳኹም ጸናሕኩ ልዋም ገብረ ሚካኤል እየ። ኣብ ቀጻሊ ካልእ መደብ ሒዘልኩም ክሳብ ንራኸብ ሰላም ቅነ